ሰላም ሰላም ፍትዋትን ክቡራት ተኸታተልቲ ከመይ ጸናሕታ ኣብዚ ዘለኹም ሰላም እናተመነኹ ኣብ ናሎማዕቲ መደናና ዝዕለታ ንመመብያር ዝበል ናይ መደባት ሒዝናልኩም መጺና ኣለና ብሓደ ኮይና ክንርኢ ኢና ጽምዶ ትግራይን ኤርትራን ሓዱሽ ምስጢራዊ ሰነድ ተቃሊዑ ኣሎ። ሓይሊ ባሕሪ ኤርትራ ሕጂ እውን ዕስራን ሽዱሽተን ዕጡቓት። ኤርትራ ኣጽዋር ክትገዝእ መሰላ ምዃኑ ተገሊጹ።
ኣብ ደቡባዊ ምዕራብ ኤርትራ ንዝህሉ ዕቑር ወርቅን ክቡር ናይ ሓጻውን ማዕድናትን። ነጻነት ኤርትራውያን ኤርትራውያን እዮም ብዋንነት ዘውዕልዎ ግን ንዓይ ውን ባዕለይ። ነብሳ ዝነገራ ብልጽግና ጽምዶ ናይ ሰለስተ መኣዝን። ሓድሽ ሓድሽ ሓበሬታትና ክበጽሕኩም ኩሉ ግዜ ሰብስክራይብ ላይክ ምግባር ኣይትረስዑ ናብ ቀንዲ ቀንዲ ዝርዝራትን ክወስደኩም ሰናይ ምክትታል።
ኤርትራ ኣጽዋር ክትገዝእ መሰላ ምዃኑ ተገሊጹ። መላእ ዓለም ብሓፈሻ፣ ቀይሕ ባሕርን ቀርኒ ኣፍሪቃን ድማ ብፍላይ ኣብቲ ኣፋፍ መድረኽ ኣብ ዝኣትዋሉ ዘሎ ግዜ፣ ኤርትራ ልኡላዊ ግዝኣታን ግዝኣታዊ ሓድነታን ንምሕላው ምክልኻልን ኣጽዋር ክሽምት መሰላ ምዃኑ ተገሊጹ። እቲ ኤርትራ ኣጽዋር ክትገዝእ መሰል ኣለዋ ድዩ ብዝብል ኣርእስቲ ዝተዳለወ ጽሑፍ፣ ኤርትራ ኣጽዋር ትገዝእ ኣላ፣ ኤርትራ ካብ ከምዚ ሃገር ከምዚ ዓይነት ወተሃደራዊ ኣጽዋር ትእቱላ ተሰምዕሎ ይዕጎተለይ ዝብል ክሲ ኣብ ዝስመዓሉ ግዜ ብምባል ዝርዝራዊ ጽሑፍ ብምጅማር፣ ኤርትራ ሃገራዊ ረብሓ ንምሕላው ጎዶባዊ ስኒት ንምፍጣር ወተሃደራዊ፣ ቁጠባዊ፣ ዲፕሎማስያዊ ዓቕማ ምጉልባት፣ ምሕያልን ኣጽዋር ክሽምት መሰል ከም ዘለዋ ኣረዲኡ። እቲ ዝርዝራዊ ጽሑፍ ኣብ ትሕቲ ዓለማዊ ሕጊ ዝኾነት ልኡላዊት ሃገር ንሃገራዊ ጸጥታን ነብሰ ምክልኻልን ኣጽዋር ክትውንን መሰል ኣለዋ ድሕሪ ምባል እዚ ኣጽዋር ናይ ምውናን መሰል ኣብ ትሕቲ መትከላት ዓለማዊ ሕጊ ብፍላይ ድማ ቻርተር ውድብ ሕቡራት ሃገራት ዓለማዊ ሕጊ ሰብኣዊ መሰላት ዝተደረተ'ዩ ክብል ኣረዲኡ። እቲ ጽሑፍ ቀጺሉ፣ ሓንቲ ሃገር ኣብ ትሕቲ ዓለማዊ ሕጊ ኣጽዋር ናይ ምውናን መሰል ኣለዋ ክበሃል እንከሎ እምበኣር፣ ልእላዊት ሃገር ዝመርሕ ዘሎ መንግስቲ ንልእላዊ ግዝኣትን ናጽነት ሃገርን ንምሕላው ወተሃደርዊ ኣጽዋር ክሽምት፣ ከፍሪ፣ ክቆጻጸር መሰልዮ ክብል ጠቒሱ። እቲ ጽሑፍ ሓንቲ ሃገር ኣጽዋር ክትገዝእ ፍቓድ ዝህብካ እቲ ናይ ነብሰ ምክልኻል መሰል ዝፍቀድዩ ብምባል ዓንቀጽ ሓምሳን ሓደን ናይ ውድብ ሕቡራት ቻርተር ብውልቂ ወይ ብሓባር ወተሃደራዊ መጥቃዕቲ ምስ ዝወርዶም ነብሰ ምክልኻል ክገብሩ መሰል ኣለዎም ብምባል ኣመልኪቱ ወሲኹ፣ ስለዚ ሃገራት ነቲ ዝወረደ ስግኣት ወይ መጥቃዕቲ ኣገዳስን ተመጣጣንን ነብሰ ምክልኻል ንኽገብራ መሰል ኣለወን። ኣብዚ ግን ልዕሊ ዓቐን ወይ እውን ውግዝ ኣጽዋር ንኸይጥቀማ ዝተኸልከላ እየን ወይ ከምዚ ዓይነት ስጉምቲ ንኽወስዳ ዘፍቅድ ሕጊ የሎን ማለት እዩ ብምባል ገሊጹ። እቲ ጽሑፍ እዚ ናይ ነብሰ ምክልኻልን ጸጥታኻ ንምሕላው ዝግበር ኣጽዋር ናይ ምውናን መሰል ብመሰረት ዓንቀጽ ክልተ ቻርተር ውድብ ሕቡራት ሃገራት፣ ሓንቲ ሃገር ኣንጻር ሓንቲ ልኡላዊት ሃገር ወይ ፖለቲካዊ ናጽነት ዘለዋ ሃገር ሓይሊ ክትጥቀም ዝፍቀድ ኣይኮነን ብምባል ሓንቲ ሃገር ንሓንቲ ልኡላዊት ግዝኣት ክተጥቅዓ፣ ክትወራ፣ ምስ እትረእ እዚ ንነብሰ ምክልኻልን ጸጥታኻ ንምሕላውን ተባሂሉ ኣጽዋር ክትውንን ክትሽምት ዝፍቀደላ መሰል ክኽልክል ይኽእል ኢሉ። ቀጺሉ እቲ ካልኣይ መሰል ብምባል ዓለማዊ ሕጊ ሰብኣዊ መሰላት ጠቒሱ፣ እዚ ብኻልእ ኣጸዋውዓ ሕጊ ውግእ ተባሂሉ ይጽዋዕ ኢሉ። እዚ ሕጊ ኣገባብን ኣጠቓቕማን ዘስገድድ ሕጊ'ዩ ድሕሪ ምባል፣ ብመሰረት እዚ ሕጊ ድማ ሃገራት ደረት ብዘይብሉ ናጽነት ኣጽዋር ክውንና ኣይፍቀድን ኢሉ። እቲ ጽሑፍ እቲ ሳልሳይ መዐየሪ ነጥቢ ከኣ ዝተኸልከሉ ናይ ውግእ ኣጽዋራት'ዮም ብምባል፣ ብመሰረት ዓለማዊ ውዕላትን ጽኑዕ ሕግን ሕጋጋትን ዝተወሰኑ ዓይነት ኣጽዋራት ክልኩላት ውጉዛትን'ዮም፣ እዞም ኣጽዋራት ብዘውርድዎ ጠገለ ዘይብሉ መጉዳእቲ፣ ወይ ብዝፈጥርዎ ኣድላዪ ዘይኮነ ስቓይ ውጉዛት እዮም ኢሉ። እቲ ሰፊሕ ጽሑፍ፣ እቶም ብሃገራት ንኸይውነኑ ዝኽልከሉ ኣጽዋራት፣ ከሚካላውን ስነ-ህይወታውያን ኣጽዋራት፣ ብዝረኣ ዘሎ ምዕባለን ፍርያትን ኩምራ ኣጽዋራት ሃገራት ብዝገብርኦ ስምምዓትን ኣዋጃትን፣ ሃገራት ከሚካላውን ስነ-ህይወታውያን ኣጽዋራት ከየፍረያ፣ ከይዕድጋ፣ ኣብ ጥቕሚ ከየውዕላ ክልኩላት እየን ብምባል፣ ዝተወሰኑ ወግዓውያን ኣጽዋራት'ውን ብዝተኻየዱ ስምምዓትን ውዕላትን ኣብ ጥቕሚ ከይውዕሉ ዝተኸልከሉ ኣለዉ። ሚና ናይ ኣካላት መጻወድያ ተቐጻጻሊ ኣጽዋር፣ ዑረት ዘስዕብ ሌዘራዊ ኣጽዋር ወይ'ውን ዑረት ዘስዕብ ጸርጋዊ ኣጽዋር፣ ክላስተራዊ ኣጽዋር ኢሉ ድሕሪ ምዝርዛር፣ እዚኣቶም ዋላ'ኳ ክልኩላት እንተኾኑ ሃገራት ግን ካብ ምጥቃሙ ቦኺረን ክበሃል ኣይከኣልን ኢሉ። ቀጺሉ ነቲ ሎሚ ማእከል ክትዕ ዓለም ኮይኑ ዘሎ ኒክለራዊ ኣጽዋር ብምጥቃስ፣ ኒክለራዊ ኣጽዋር ክሳዕ ሕጂ እኳ ብኹለን ወነንቲ ኒክለራዊ ኣጽዋር ዝኾና ሃገራት ዝተኸተመ ኣህግራዊ ስምምዕ ወይውን ወዕል እንተዘየለ፣ ዓለማዊ ቤት ፍርዲ ፍትሒ ኢንተርናሽናል ኮርት ኦፍ ጃስትስ ተጠቃምነት ኒክለራዊ ኣጽዋር መትከላት ዓለማዊ ሕጊ ሰብኣዊ መሰላት ኣብ ግምት ብምእታው ኣብ ጥቕሚ ክውዕል ኣለዎ ይብል። ይኹን እምበር እቲ ዝበዝሐ ወነንቲ ኒክለራዊ ኣጽዋር ርእሰ ሓያላን ናይ ዓለም ብምዃነን ንዐኣን ዝኸልክል ወይውን ዝገዝእ ሕጊ ክወጽእ ከሎ ክጽድቕ ኣይከኣልን እዩ ዘሎ። በዚ ከኣ ዝተፈላለያ ሃገራት ምውናን ኒክለራዊ ኣጽዋር መሐለዊ ረብሓታት ሃገራዊ ጸተን ገይረን ስለ ዝርእኦ ካብ ምውናኑ ድሕር ኣይብላን እየን ብምባል ኤርትራ ልእላዊ ግዝኣታ ንምሕላው ዘኽእላ ኣጽዋር ንኽትሽምት ዘለዋ መሰል ጠቒሱ እቲ ጽሑፍ ሃገራት የዕብያ የንኣሳ ይገድማ ይሓድሳ ብዘየገድስ ከኣ ልእላዊ ግዝኣተን ናይ ምሕላው ምክልኻል መሰል ኣለወን ኤርትራ ከኣ ከም ኩለን ሃገራት ዓለም ባሕራ፣ መሬታ፣ ሰማያ ናይ ምሕላው፣ ምክልኻልን ልእላዊ መሰል ኣለዋ። ልእላዊ መሰላ ንምክልኻል ድማ ካብ ዝኾነ ወገን ፍቓድ ትሓተሉ ኣብነት የብላን። ዋላ እኳ ልእላውነትካ ንምሕላው ስፍሓት ይኾን ዕድመ ዘየገድስ እኳ እንተኾነ እቲ ንኤርትራ ተባሂሉ ብስፍሓት ብግድምና ኣጽዋርካ ምውናን ንምዕንቃጻ ዝፍተን መግለጺ ኪኖ ንፕሮፖጋንዳዊ ሃልኪ ኣብዚ እቶ ክበሃል ዘይክእል ምዃኑ ኣረዲኡ። እቲ ጽሑፍ በዚ ዝተጠቕሰ ሕግታት እምበኣር ኤርትራ ልእላዊ ድሕነታን ጸጥታኣን ንምሕላው፣ ነብሳ ንምክልኻልን ካብ ዝኾነ ወገን ፍቓድ ከይሓተተት ኣጽዋር ናይ ምዕዳግን ምውናንን ምሉእ መሰል ኣለዋ። ብስፍሓት ብግድምና ብብዝሒ ህዝቢ ኣፈራሪሕካ ኤርትራ ኣጽዋር ንኸይትውንን ዝኽልክል ሕጊ ስለዝየለ፣ ሕጊ ተጠቂማ ኣጽዋር ክትውንን መሰላ እዩ። ኤርትራ ብዝሒ ሰራዊት ብዝሒ ኣጽዋር ከይዓጀባ ንጸላእቲ ኣምበርኪኻ ኤርትራ ልእላዊ መሰላ ንምሕላው ኣብ ኣጽዋር ተሞርኪሳ ኣይትፈልጥንያ። ምስጢር ዓወት ኤርትራ ህዝቢ ኤርትራዩ። እቲ ጽሑፍ ዶባት ኤርትራ ካብ ሸንሸዓተ ሚእትን ዓመት ምህረት ተሓንጺጹን ነጺሩን ክሳዕ ሕጂውን ዘሎን በዚ መንጽር ከኣ ኤርትራ ካብ ዘመናዊ ዶባት ኣፍሪቃ ብምብጋስ ምስተን ቀዳሞት ዶባተን ዘፍለጣ ወይውን ዘነጸራ ሃገራት እያ ትስራዕ ድሕሪ ምባል ኤርትራ ምስ ሃገራት ማእከላይ ምብራቅ ክትነጻጸር ከላውን ዶባታ ቅድሚ ኩለን ዝነጸረ እዩ ስለዚ ብስፍሓት ብዕድመ ኣመሳሚስካ ኤርትራ ኣጽዋር ክትገዝእ መሰል የብላን ክበሃል ከምዘይከኣል ኣረዲኡ። እቲ ጽሑፍ ኣብ መወዳእታ፣ ህዝቢ ኤርትራ ብምዕራብን ምብራቕን ተደጊፈን ንዝመጻ ወረርቲ ኣብ ሃገራውነት መትከል ብምሙርኳስ ዝመጸ እንተመጸ ወራር ኣብ ባርዕ ሰውራ ሓራሪ ብምባል ካባ ናጽነት ክጎናጸፍ ዝኸኣለ'ዩ። ሕጂ'ውን ዝመጸ እንተመጸ ካብ ዝኾነ እዋን ንላዕሊ ሃገራውነቶም ተኾሊዑ ብምህላዉ ሰማዩ ባሕሩን መሬቱን ንምሕላው ዝእጉሞ ሓይሊ ዮሎን። ልእላውነቶም ንምሕላው ከኣ ዘልዮም ኣጽዋር ክውንኑ ዝኽልክሎም ዮለን ብምባል ጽሑፍ ዛዚሙ።
ሓድሽ ውፅኢት ዳህሳስ ኩባንያ ኣልፋ ካብቲ ትፅቢት ዝተገብረሉ ንላዕሊ ዕቑር ነሓስን ወርቅን ዝርከቦ ቦታታት ይሕብር ከም ዘሎን ሙሉእ ስፍሓቱን ዋግኡን ንምግምጋም ክሰርሕ ምዃኑን ኣፍሊጡ። ኣብ ደቡባዊ ምዕራብ ኤርትራ ንዝህሉ ዕቑር ወርቅን ክቡር ናይ ሓፃውን ማዕድናትን ክድስስ ቅድሚ ሸሞንተ ዓመት ኣብ ክልተ ሽሕን ዓሰርተ ሸሞንተን ፍቓድ ዝረኸበ ካናዳዊ ኩባንያ ኣልፋ ኣብ ዘውፅኦ ጋዜጣዊ መግለፂኡ ኣብ ኣናጉሉ ኣብ ዝጸንሐ ናይ ዳግመ ምርግጋጽ መስርሕ ተወሳኽን ሓዱሽን ሓበሬታ ኣካፊሉ። ብመሰረት ትካል ኣውጺእዎ ዘሎ መግለጺ ክሳብ ሕጂ ካብ ኣርባዕተ ሽሕን ሸውዓተ ሚእትን ሰላሳን ሸሞንተን ሜተር ጠቕላላ ዕምቆት ዘለዎም ጎዳጉዲ ውጽኢት ከም ዝረኸበ ገሊጹ። እቲ ናይ ምኹዓት መደብ ንዝበለጸ ዝርገሐ ዓቐንን ቅርጽን ናይቲ ዝዕደን ነሓስን ወርቅን ካርታ ንምምልካትን ንምርዳእን ዝዓለመ ኮይኑ ኣብ ነፍሲ ወከፎም ልዕሊ ሸውዓተ ሜተር ዕምቆት ዘለዎም ሰለስተ ሚእትን ሰላሳን ሓሙሽተን ጎዳጉዲ ዝተገብረ ከም ዝኾነ እቲ ኩባንያ ገሊጹ። ካብዞም ጎዳጉድ ዝተረኽበ ፍሉይ ተርእዮታት፣ ኣብ ኣስታት ሓደ ኪሎ ሜተር ቁመትን ክሳብ ሚእትን ሓምሳን ሜተር ጎድኒ ዕላማ ኣበ ዝተገብረሉ ናይት ጃር ዝተባህለ ከባቢ ብማዕድን ዝሃብተመ ክኸውን ከምዝኽእል ተለልዩ ምህላዉ ኣብ ጸብጻቡ ኣፍሊጡ። ኣብ ናይት ጃር ዝተባህለ ከባቢ ዕላማ ገይሩ ዝተኻየደ ዳህሳስ ውጽኢት እቲ ኩባንያ፣ ኣብ ጥቓ እቲ ቀንዲ ዕቑር ማዕድናዊ ቦታ ዝርከብ ካልኣይ ዝዓበየ ማዕድናዊ ቦታን ማእከል ነሓስን ወርቅን ክኸውን ከምዝኽእልን እዩ ተገሊጹ ዝርከብ። እዚ ከኣ ነቲ ናይቲ ከባቢ ጂኦሎጂካውን ዕደናውን ዓቕሚ ከም ዝውስኾ ብተወሳኺ እቲ ጸብጻብ ኣፍሊጡ። ውጽኢት ናይዞም ዕላማ ዝተገብረሎም ቦታታስ ኣብ ዝተኻየደ መጽናዕቲ ምስ ርኡይ ትሕዝቶ ነሓስ ተወሳኺ ናይ ዳህሳስ ዓቕሚ ዝሕብር ብዝበለጸ ገሊጽዎ ከም ዘሎ ይሕብር። ኣብ ካልእ ውጽኢት ናይቲ ዳህሳስ ካመል ዝተሰየመ ናብ ደቡባዊ ምዕራብ ገጹ ዕላማ ዝተገብረሉ ቦታ ድማ ምምሕያሽ ስፍሓትን ብቕዓትን ነሓስ ከም ዘርኣየን ከምኡ'ውን ብመሰረት ሓበሬታ ዳህሳስ እቶም ጎዳጉዲ፣ ኣብ ጥቕኡ ዝርከብ ካልእ ዲስከቨሪ ተባሂሉ ዝፍለጥ ዕላማ ዝተገብረሉ ናይ ዳህሳስ ቦታ፣ ዝያዳ ብማዕድናት ዝሃብተመ ከም ዝመስል ኣረጋጊጹ። ብተወሳኺ፣ ውጽኢት ዳህሳስ ብካምል ዝፍለጥ ማዕድናዊ ቦታ፣ ገና ንዶባዊ ምዕራብ ዝያዳ ክዝርጋሕ ከም ዝኽእልን ከምኡ'ውን ኣቐዲሞም ዝተረኽቡ ጂኦኬሚካላዊ ምልክታት፣ ኣብዚ ኣንፈት ተወሳኺ ሕቡእ ማዕድናዊ ዓቕሚ ከም ዘሎን ይሕብሩ። ኣብ ኣናጉሉ ዝካየድ ዘሎ ዳህሳስ ኩባንያ ኣልፋ ካብቲ ትጽቢት ዝተገብረሉ ዝዓበየ ስርዓተ ነሓስን ወርቅን ይሕብር ከም ዘሎን ምሉእ ስፍሓቱን ዋግኡን ንምግምጋም ድማ ተወሰኽቲት ከባቢን ዓቕን ዝሕዞ ማዕድን ዝምስክሩ መርትዖታት ንምርካብ ጎዳጉዱ ንምኹዓት ክሰርሕ ምዃኑ እውን ኣፍሊጡ። ናይ ዳህሳስ ኩባንያ ኣልፋ ኣብ ከባቢታት ኣቡርና፣ ዓናጉሉን ተሎግመጃን ገለ ካብቶም ኣብ እዋን መግዛእቲ ኢጣልያ ዳህሳስን መጽናዕትን ተኻይድሎምን መባእታዊ ዕደና ተጀሚሩሎምን ከም ዝነበሩ ዝንገረሎም ሸነኻት ዶባዊ ምዕራብ ኤርትራ ስርሑ ካብ ዝጅምር ድሮ ኣብ ዝተፈላለዩ ቦታታት ዓናጉሉን ተሎግመጃን ተመሳሳሊ ውፅኢት ኣብ ምርካብ ከምዝፀንሐ ዝፍለጥ ዩ። እቲ ኩባንያ ከርካሻ ፕሮጀክት ክብል ንዝሰምዮ ዳህሳሳዊ ንጥፈታቱ ንምክያድ ካብ ክልተ ሽሕን ዓሰርተ ሸሞንተን ጀሚሩ ኣብቲ ኣስታት ሸውዓተ ሚእትን ሰብዓን ሓደን ትርብዒት ኪሎ ሜተር ዝርጋሐ ዘለዎ ፕሮጀክቱ ወርቅን ነሓስን ክህልዎም ንዝኽእል ከባቢታት ኣብ ምድሳስን ኣብ ምሕዛእን ይርከብ።
ትክክል እንታይ እንታይ ኮንከ ከም ማለት ኣነ ብዛዕባ መስዋእቲ ዋላ ብዛዕባ መስዋእቲ እስኻ ጌጋ እዩ ከማ ነሩ ኩሉ ከማ ተጋጊና ኢና እምበር እስኻ ንዘይትቆፃፀሮ ስርዓት ፅባሕ ንጎ እቲ ኩነታት ተወዲኡ ንዘይተስምዖ ተዛሪብካ ንዘይትሰቕሎ ተዛሪብካ ንዘይተውርዶ ስርዓት እሱ ኣብ ዝመርሖ ጉዳይ ክትመውት ከማን ቁናዕ ይኹን እንታይ እሞ ንሓደ ትካል ኢኻ ትምውት ዘለኻ ማለት እዩ ንሓደ ትካል እንታይ ማለት እዩ ምስ እስኻ ሰራሕተኛ ናይ ሓደ ካምፓኒ ኢኻ ንበሎ እቲ ካምፓኒ ምስ ካልእ ካምፓኒ ባእሲ ፈጥር ሽዑ እቲ ዋጋ ዝኸፍል እስኻ ኢኻ ድሕሪ ገሌኻ ትመውት ትተርፍ እቶም ዝተረፍካ ከዓስ ግን ኣብ ድሕሪ ኣብቲ ኣብቲ ሃገር ሰራሕተኛ ወይ ባርያ ኮንካ ድሕሪ ትቕፅል ኮንካስ እንታይ ኮንካ ክብሪ ሂወትካ ሰብሲ ሰብሲ ተዕሽም ይኮነ ዕንጨይቲ ናይ መራሕቲ ይኮነ ወይ ገንዘብ ኣይኮነ ዝሕሸሽ ኣብዚ ዓለም ስ ናፃ ፍጡር እዩ ናይ ኣቡን ኣዲን ከማን ኣይኮነ ሰብ እስኻስ ካልእ ንቲ ካልእ ፍጡር ኢኻ ተረዲኻና ስለዚ እንታይ ማለት ንኣብነት ስዳሕን ብናይ ኤርትራ ብቀረባ ክረዳእካ ኣብ ኤርትራ እስያስ ኣሎ ብስልጣን እስኻ ሃገርና ገለገለ ኢልካ ትመውት ኣብ መወዳእታ ኤርትራ ትካል ናይ እስያስ እዩ ኦኬ ሞይትካ ኣለኻ ናብ ክልተ ኣሕዋት ትኸይድ ሓደኻ ሞይትካ ሓደኻ ተመሊስካ ኣለኻ ሽዑ ምስ ተመለስካ ከዓ ንእስያስ መሪጽካ ክትሰቕሎ መሪጽካ ከተውርዶ ዓቕሚ እንተዘይብልካሲ ንምንታይ ኢኻ ሞይትካ ግን ጽባሕ ንጎላ ተሪፍካሲ ጽልዋ እንድሕር ደይትፈጥር ኮንካ ናብቲ ዝነበርካዮ እንድሕር ትምለስ ኮንካሲ ንምንታይ ኢኻ ትመውት ህይወትሲ ክቡር እዩ ወይ እዚ ምንባርሲ ኖጌሽሽን እንታይ ማለት እዩ ዓሰርተ ቅርሺ ትኸፍል ምሽ ባኒ ትወስድ እቲ ዓሰርተ ቅርሺ ከያ ባኒ ትረክብ ሓምሳ ቅርሺ ትኸፍል ናይ ሓምሳ ቅርሺ ትረክብ ህይወትካ ትኸፍል እንታይ ትረክብ ኣነ ኦኬ ህይወተ ይበካ ኣለኹ እስኻ እንታይ ትበለና ዝኾነ ኣነ ሕጂ መንእሰይ ኤርትራን ንትግራዋይን ከምዚኣ ኢሉ ክሓስብ እየ ኣብዛ ስቴሽን እዚኣ ኦኬ እስኻ ህይወትካ ትህብ ኣለኻ ህይወትካ ሒዝካ መፂኻ ትቕርብ ኣለኻ ንኹናት ድልው ትኸውን እንታይ ይህቡኻ ስ
ንስድራኻ ንዓድኻ ንህዝብኻ እንታይ የቕርብሉ እንታይ ይህብዎ ተረዲኻና ኣብ ኤርትራ ሲ እቲ ናይ ኤርትራ እኮ ናይ ኮንትነት ኮንቱ እዩ ገለገለ ንብሎ እኮ እንታይ ምስ ኢልካ ብዙሕ ሰብ ወላ ናፅነት መፅያ ገለገለ ብል እንታይ ማለት ናፅነት ኮሶ ኢላ ፅንፅዋ ኣይኮነትን ወይ ንፋስ ኣይኮነትን ሓሊፋ መፅያ ነራ ርኢኻያ ዶ ተራእያ ነራ ዶ ከምዚ በርቂ ገለ ከምኡ እኮ ኣይኮነን እስኻ ሓወ ቦታትካ ትኸፍል ወይ ኣቦኻ ትኸፍል ኣብቲ ገድልና ኤርትራ ሽዑ እቲ ስርዓት ንስድራኻ ከዓ የሳድዶም የጥፍኦም ወይ ከዓ ነቶም ዝተረፉ ደቅኻ ደቂ ትስውእ ድዩ ገለ የጥፍኦም እንታይ ይኸይር?
ዓበይቲ ሃገራት ብኤርትራ ይሰሓባ ኣለዋ። ኤርትራ ኣብዚ ግዜ እዚ ማእከል ስሕበት ዓለምና ትኸውን ብምህላዋ ከም ሕቡራት መንግስታት ኣሜሪካ፣ ቻይና፣ ሩስያ ዝኣምሰላ ሃገራት ምስኣ ምሕዝነት ክምስርታ ተቐሲበን ከም ዘለዋ ተገሊጹ። እቲ ትማሊ ሕቡራት መንግስታት ኣሜሪካ፣ ቻይና፣ ሩስያ ስለምንታየን ናብ ኤርትራ ኣቓልቦ ዝገብራ ብዝብል ኣርእስቲ ተዳልዩ ዝቐረበ ሰፊሕ ጽሑፍ ኤርትራ ሃንደበት ማእከል ስሕበት ዓለማዊ ስትራተጂ ዝኾነትን ኤርትራ ስለ ዝተቐየረትን ዘይኮነ ኣብ ከባቢ ዓለም ዘሎ ነገራት ስለ ዝተቐያየሩ'የ ክብል ገሊጹ። እቲ ጽሑፍ ኣብ ቀይሕ ባሕሪ ብዝተኸስተ ወጥሪ ዓበይቲ ሓይልታት ዓለምና ዕብለላ ማያዊ መስመር ንምርግጋጽ ከምኡ'ውን ምቁጽጻር ጸጋታት መግለጺ ጂኦፖለቲክስ ናይ ዕስራን ሓደን ክፍለ ዘመን ብምዃኑ ሕቡራት መንግስታት ኣሜሪካ፣ ቻይና ከምኡ'ውን ሩስያ ምስታ ንነዊሕ እዋን ተዋሲና ዝጸንሐት ኤርትራ ምቅርራብ ይጅምራ ኣለዋ ክብል ኣስሚሩሉ። እቲ ሰፊሕ ጽሑፍ ንኤርትራ ጀጉራፍ ፖለቲካዊ ሓርነት ከምኡውን ብርኩት ማዕድናት ምስዚ ዝቀያር ዘሎ ዓለማዊ ሓይሊ ኣብቲ ተሃዋሲ ዞባ ወሳኒት ሃገር ክትከውን ኣብቂዕዋ ከም ዘሎ ኣረዲኡ። እቲ ጽሑፍ ወሲኹ እቲ ጸቢብ መጻቦ ባብ ኤል መንደብ ቁልፊ ቦታ ኣብ ቀይሕ ባሕሪ ወሽመጥ ዓደን ዝሓዘ ስፍራ ብምዃኑ ንዓበይቲ ሓይልታት ዓለምና ስትራቴጂካዊ ህርፋን ንክህልወን ገይሩ ከም ዘሎ ኣረዲኡ። እዚ መጻቦ ናብ ኤውሮጳን ኤስያን ዝግበር ንግዲ ዝለዓለ ኣሰር ዝሕዝ ብምዃኑ ካብቲ ንምቁጽጻሩ ድርኺት ዘሕድር ዘሎ እዩ። በዚ መስመር ዝግበር ንግዳዊ ምንቅስቓስ ሓንሳብ ምስ ዝሰናኸል ድማ ንዓለማዊ ዕዳጋ ብኸቢድ ስለ ዘናውጾ ኣገዳስነቱ ዕዙዝ ክኸውን ቀሲቦ ዘሎ እዩ። ገማግም ባሕሪ ኤርትራ ከኣ ኣብዚ ወሳኒ መትኒ ዓለምና ተዘርጊሑ ብምህላዉ ነዚ ኣብ ዓለምና ዝለዓለ ወተሃደራውን ቁጠባውን ጽልዋ ዝፈጥር ከባቢ ንምቁጽጻር ምስ ኤርትራ ምቅራብ ኣገዳሲ ንክኸውን ገዲዱ ከም ዘሎ ኣመልኪቱ። እቲ ጽሑፍ ኪኖ ጆግራፍ ንኤርትራ ሃብታም ጸጋታት ማዕድን እውን ዓለማዊ ኣገዳስነት ክትስሕብ ድርኺት ካብ ዝኾኑ ነገራት ሓደ ምዃኑ ኣመልኪቱ። እቱ ጽሑፍ ኤርትራ ዘለዋ ብዝሒ ናይ ማዕድናት ወርቂ፣ ኮፐር፣ ዚንክ፣ ዚልቨር ከምኡ እውን ኣብ ምምዕባል ዝርከብ ፖታሽ ነዛ ኣብ ውሕስነት ቀረብን ጠለብን ከምኡ እውን ንትሕተ ቅርጺ ጸዓት፣ ኢንዳስትርታት፣ ስርዓተ ምክልኻል ወዘተ ማዕድን ኣብ ምእካብ እትጓዩ ዘላ ዓለም ልክዕ ከም ገማግም ባሕራ ማዕድናታ እውን ኣገዳሲ መሓዛ ክትከውን ዘገድዳ ዘሎ እዩ ክብል ገሊጽዎ። እቲ ትማሊ ሕቡራት መንግስታት ኣሜሪካ፣ ቻይና፣ ሩስያ ስለምንታይ እየን ናብ ኤርትራ ኣቓልቦ ዝገብራ ብዝብል ኣርእስቲ ተዳልዩ ዝቐረበ ሰፊሕ ጽሑፍ፣ ፖለቲካዊ መንነት ናይ ኤርትራ'ውን እቲ ኣገዳሲት ንኽትስሕብ ገይሩዋ ዘሎ ምዃኑ ገሊጹ። እቲ ጽሑፍ፣ ኤርትራ ንናጽነት ዘሕለፈቶ ቃልሲ ሰላሳ ዓመት ካብ ሓገዝ ናይ ወጻኢ ሓይልታት ሓራ ብምዃን፣ ኣብ ርእሳ ተሞርኪሳ ንዝኾነ ምትእትታው ብምንጻግ ብሓያል ዲሲፒሊን ተጻዋሩ ነዚ ሃነጸቶ መንነት ቀልቢ ሓያላን ሃገራት ክስሕብ ገይርዋ ዘሎ'ዩ። ታሪኽ ኤርትራ ከም ዘረድኦ መሬት ኤርትራ ንናይ ወጻኢ ሓይልታት ወተሃደራዊ መዓስከር ከይከውን ብምንጻግ ካብ ጽግዕተኛታት ሓራ ዝኾነ ናይ ወጻኢ ፖሊሲ ምኽታል'ዩ ዝበለ እቲ ጽሑፍ ኤርትራ ኣሜሪካ ቻይና ሩስያ ከማእዝና እትጽበ ሃገር ዘይኮነት ክሊ ጽልወን ዘዕብያሉ ማእከል ክትከውን ገይርዋ ኣሎ ኢሉ። እቲ ጽሑፍ ወሲኹ፣ ኤርትራ ዘይከምተን ኣብ ጎረባብታ ዝርከባ ጽግዕተኛታት ሃገራት፣ ልእላዊ መሰል ዘለዋ ብናይ ገዛእ ርእሳ ስትራቴጂካዊ ምጉት ንዞባኣ ብሚዛናዊ ኣገባብ ክቕይር ዝኽእል ዓቕሚ ስለ ዘለዋ እዘን ዓበይቲ ሃገራት ክሰሓባ ገይሩ ዘሎ እዩ። ቀርኒ ኣፍሪቃ ብውሽጣዊ ውድቀት፣ ምትእትታው ናይ ወጻኢ ሓይልታት፣ ምቕያር ኪዳናት ኣብ ዝሕመሰሉ ዘሎ ግዜ፣ ኤርትራ ወኒናቶ ዘላ ርግኣት፣ ነጻ ሕርያ፣ ኣብዚ ዞባ ንጂኦፖለቲካዊ ምዕሪት ወሳኒት ባእታ ክትከውን ቀሲባ ዘሎ ኩነታት ምዃኑ እቲ ጽሑፍ ኣረዲኡ። እቲ ጽሑፍ ብሰፊሕ ኣጠማምታ ክረአ እንከሎ፣ ኣብ ቀይሕ ባሕሪ ጽልዋኻ ምዕባይ ዝብል ሓሳብ ማእከል ውድድር ዓበይቲ ሓይልታት ዓለምና ኮይኑ ከም ዘሎ ብምጥቃስ፣ ሕቡራት መንግስታት ኣሜሪካ ንናይ ቻይና ዝርግሐ ንምብዳህ ኣብዚ ማያዊ መስመር ዕብለላኣ ንምርግጋጽን ንምውሓስን ክትቃለስ፣ ቻይና ድማ ቁጠባዊ፣ ፖለቲካውን ወተሃደራውን ሓይላ ንምዕባይ ቀይሕ ባሕሪ ነተን ቅናት ጽርግያን ዝብል ፕሮጀክት ንነዊሕ ንምቕጻል ቀይሕ ባሕሪ ናይ ወትሩ ንግዳዊ መስመር ክኸውን እያ ትደሊ። ሩስያ ብግደኣ፣ ከም ኣካል ዓለማዊ ስትራቴጂኣ፣ ወተሃደራዊ ህላወንኣ፣ ጸጋዊ ምሕዝነትን ዲፕሎማስያዊ ርክባትን ጽልዋ ምዕራባውያን ሃገራት ንምብዳህን ኣብ ቀይሕ ባሕሪ ክትህሉ እያ ትደሊ ብምባል ናይ ሰለስቲኤን ሓይልታት ዓለምና ድሕሪ ምዝርዛር ንናይ ሰለስቲኤን ባህጊ ክውንነት ተልብስ ድማ ኤርትርያ ኢሉ። ናይ ኤርትራ ወደባት ገማግም ባሕሪ ከምኡ'ውን ፖለቲካዊ ናጽነት ዓለማውን ሓይልታት ባህገን ንኸስምራ ዕድል ዝፈጥረለን እዩ ክብል ኣመልኪቱ። እቲ ሰፊሕ ጽሑፍ ዓበይቲ ሓይልታት ናብ ኤርትራ ኣቓልቦን ክስሕባ ዝገበረለን ሰለስተ ነገራት ከም ዘሎ ኣረዲኡ። ንሱ ድማ ጽዑቕ ውድድር ዓበይቲ ሓይልታት፣ ዓለማዊ ምጉዛይን ስትራቴጂካውያን ማዕድናት ከምኡ'ውን ኣገዳስነት ምቁጽጻር ወሳኒ ማያዊ መስመር እዩ ድሕሪ ምባል፣ ኤርትራ ነዞም ሰለስተ ነገራት ካብ ዘማልኣ ውሑዳት ሃገራት ሓንቲ ብምዃና'ያ ክብል ኣረዲኡ። እቲ ትማሊ ሕቡራት መንግስታት ኣሜሪካ፣ ቻይና፣ ሩስያ ስለምንታየን ናብ ኤርትራ ኣቓልቦ ዝገብራ ብዝብል ኣርእስቲ ተዳልዩ ዝቐረበ ሰፊሕ ጽሑፍ፣ ኣብ መወዳእታ ዓበይቲ ሃገራት ናብ ኤርትራ ኣቓልቦን ክስሕባ ገይሩ ዘሎ ኤርትራ ኣብ ቀርኒ ኣፍሪቃ ልእምቲ ተሳታፊት ዘይኮነት ወሳኒት ሃገር ብምዃናይ ክብል ሓሳቡ ደምዲሙ።
ህዝቢ ኤርትራን ህዝቢ ትግራይን ብሰላም ይራኸቡ ኣለዉ። ገና ካብዚ ንላዕሊ ሒዝናዮ መኸድ ኢና። እቲ ትማሊ ዝጠፈእ ጥፍኣት ኮፍ ኢልና ምስ ኣሕዋትና ተመያይጥና ተወቃቂስና ካሊእ ዝክሕስሉ መንገዲ እዚ ህዝቢ ንዘልኣለም ድሕሪ ሕዚ ብዝኮነ ይኩን ምክንያት ህልውናና ህዝቢ ኤርትራ ህልውናና ህዝቢ ትግራይ ህልውናና ህዝቢ ትግራይ ህልውናና ህዝቢ ኤርትራ ምኳኑ ፈሊጡ ብሓባር መጻኢኡ ክገብር ንሰርሕ ኢና ጫውጫውላውል ውሒሎም ክሓድሩ ይክእሉ እዮም መዋጽኦና ግን ንሱ እዩ ኢለ ዝሓስብ ኣነ ሕዚ ጨኒቕወን እዩ ይብለካ ኣለኹ። ኣሜሪካ ፀዊዓ በቃ ሓንቲ መዓልቲ እኮ እያ ፀዊዓቶም ተመሊሶም ቻው። ግብፂ ግን ኣርባዕተ ሓሙሽተ መግለፂ እያ ኣብቲ ሰነዳ ሰነዱ ሪኢኻ ኢኻ እዘን ባሕሪ ዘዋድበን ጅቡቲ፣ ሶማልያ፣ ኤሪትሪያ፣ ሱዳን፣ ግብፂ ኣብዚኤን ዝኣቱ ዝኾነ ይኹን ሰብ ዓዲ ኢዱ ንቆርፆ ኢና እዩ ዝብል። ሉዓላውነት ናይዘን ሃገራት ብዝመጽእ ነገር ኣይንደራደርን እዩ ዝብል እንታይ ዝብለካ ዘሎ ናብ ሱዳን ኣቲኻ ድሮን ትወቅዕ ዘለኻ ኢድኻ ከይንሰብረካ እዩ ዝበሃል ዘሎ ባይዘወይ እተን ሰለስተ ድሮን ብቴስዓ ሚልዮን ዶላር ዝገዘን ዕስራን ኣርባዕተን ሰዓት ካብ ቱርኩ ዝተገዝኣ ዕስራን ኣርባዕተን ሰዓት ኣብ ኣየር ፀንሓ ሰለስተ እየን ተሓምሸን እየን እቲ ሓንቲ ኣብ ቤኒሻንጉል ኤርፖርት እታ ሓንቲ ብቀደማይ ካርቱም ኤርፖርት ሲቪል ኣቬሽን ክውቃዕ ከሎ ኣብኡ እታ ሓንቲ ትማሊ እዚ መንግስቲ ከምዚ ኣብዚ ይበፅሕ እኒኡ ተፈንፊኑ መውደቂ መዓልቲ ይበፂሑ ኣይትጠራጠር ህዝቢ ትግራይ ኸኣ ክዕወት ኢዩ። ሕርር ዝበለ ሕርር ይበል እምበር እዚ ህዝቢ እዚ መሰስ ኢሉ ክወጽእ ኢዩ። ሳላ ቃልሱ ሳላ ሓድነቱ ንባንዳታትን ንዋጦትን ዝሰምዕ እዝኒ ግን የብሉን ዋላ መንእሰይ ትግራይ። ጽቡቕ ናብቲ ናይ መወዳእታ ሕቶና።
ኣነ ኣስመራ ከርኩ ኣይከርኩ ናጻነት ኤርትራ ካብ ዝድግፉ ካብ ዘውዕሉ ሓደ እዩ ፈታውን ጸላን ክፈልጦ ዘለዎ ናጻነት ኤርትራውያን ኤርትራውያን እዮም ብዋንነት ዘውዕልዋ ግን ንዓይ እውን ባዕለይ ኣብ ዘለኽዎ ኮይነ ቡናይ እናሰተኹ ተሓጒሰ ክውዕል እየ ከኽብሮ እዩ ሎሚ ቴክኖሎጂ ኣሎ ካብ ኣስመራ ዝመሓላለፍ ኣብዚ ኮይነ ክሪኦ እየ ክሰምዖ እየ ብዙሕ ጸገም ዘለዎ ነገር ይኸንን ምናልባት ናይ ስራሕ ጻዕቂ ትዝሃልኡ ፍሉይ ኣጋጣሚ ኮይዱ ኣብ ኣስመራ ትትውዕል ደስ ምበለካ የስ ኣው ኣው ትዝውዕል ደስ ይብለኒ ግን ኣው ወዓልኩ ኣይወዓልኩ ንዓይ ማተር ዝገብር ኣይኮነን ስለዚ ኣብኡ ኣብኡ ድኻ ክትውዕል ኣብዚ ድኻ ክትውዕል ዝብል ጉዳይ ኣይወሰንኩን ኩነታት ናይ ትግራይ ዝውስኖ ኩነታት ናይ ትግራይ ምስቲ ዘሎ ሕዚ ናይ ፀጥታ ሓደጋ ክመፀና ዝኽእል ካብ ሽዋ ካብ ኣብይ ሕመድ ክመፀና ዝኽእል ሓደጋ ብጣዕሚ ከቢድ ስለ ዝኾነ ኣብ ስራሕ ስለ ዘለና ግዜ ፋታ ተገንዩ በፂሐ ዝመፅእ ደስ ይብለኒ ተዘይኮይኑ ከዓኒ ኣብ ዘዘለናዮ ኮይና እንድሕር ውዒልና ኮይና ነፃነት ናይ ኤርትራውያን ናፃነተ እዩ በዓለ እዩ ንዓይ እውን ኣነ እውን ከኽብሮ እየ እየ ክለካ ደልየ ስለዚ ኣብኡ ብዙሕ እንታይ ሽሙ የብሉን ግን በዚ ኣጋጣሚ እዚ ንኩላኹም ኤርትራውያን ንመንግስቲ ኤርትራ ግን ዮሃና እንኳዕ ደስ በለኩም ናይትኹም ናፃነት ንዓና ምልክት ምልክትናን ኣብነትናን ስለ ዝኾነ ፅባሕ ንሕና እውን ናፃ ሃገር ክንምስርት ንቃለስ ስለ ዘለና ስለዚ ስኻትኩም እንኳዕ ደስ በለኩም እቲ በዓል ብሰላም ክሓልፍ ኩላትና ተሓጉስና ክንሕልፎ ድሌተ እዩ ባህገይ እውን እዩ ንሱ እውን እየ ዝምነሞ ኤርትራውያን መበል 35 ዝኽበር በዓል ናፃነት ከምቲ ኢትዮጵያውያን ዝብልዎ ከምቲ ካሕዳማት ወታደራት ደርጊ ዝብልዎ ብልፅግና ዝብሎ ዘይኮነስ ባዕልኹም ተሰንኪልኩም ተሰዊእኹም ዘምፀኹምዎ ሓርነትን ናጻነትን ስለ ዝኾነ ኣብዚ በዓል እዚ ንስኻትኩም ጥራሕ ዘይኮንኩም ተውዕልዎስ ንሕና ተጓሩ እውን ኣብ ጎንኹም ከም ዘለና እቲ በዓል ከዓ ናይ ኩላትና በዓል ከም ዝኾነ እየ ክሕብረሎም እደሊ ብሓፈሻ ከን ንኩልኹም ንመንግስቲ ኤርትራን ዜጋታት ኤርትራውያንን ዮሃና ኩሎም ይደሊ
ሰበር ዜና ኣብ ጉዳይ ጽምዶ ትግራይን ኤርትራን ሓዱሽ ምስጢራዊ ሰነድ ተቓሊዑ ኣሎ። ብዙሓት ተንተንቲ ፖለቲካ ትግራይ እውን ጽምዶ ኩናትን ስቓይ ህዝብን ከም መኽሰብ ቢዝነስን መርበብ ምዝማን ድራማ ማሕበራዊ ሚድያን እዩ ክብልዎ ሰሚዖም ኣለዉ። ቲኤምኤስ ተወኪሶም ሓበሬታ ዝረኸቡ ፍልፍላትና ኣብ ጉዳይ ጽምዶ ዘቕረብዎ ምስጢራዊ ሰነድ ንሎሚ እውን ከም ትኩስ ዜና ርኢናዮ ኣሎና። ድሕሪ ደቓይቕ ዝቐርበልኩም ይኸውን። ብኻልእ ገጽ ድሕሪ ደቓይቕ ዝቐርብ ዝርዝር ሓበሬታ ድማ ኣብ ትግራይ ዝርከቡ ላዕለዎት ናይ ጸጥታ ፖለቲካን ሚድያን ሓለፍቲ ስልጣኖም ብምጥቃም ኣብ ዘይሕጋዊ ናይ ሰባት ዝውውርን ዘይሕጋዊ ምእካብ ሃፍትን ከም ዝተዋፈሩ ዘቃልዕ ናይ ሰነድን ድምፅን እሙን መርትዖታት ከም ዘለውን ይግለጽ ኣሎ። ብልጽግና ኣብ ልዕሊ ሰላማዊ ሰልፊ ዝወጹ ወተሃደራቱ ዘየላጢ ስጉምቲ ከም ዝወስድ ገሊጹ ኣሎ። ኣብ ጎደናታትን ኣብ መራኸቢ ሓፋሽ ዝግበር ዘሎ ምንቅስቓስ ወተሃደራት ጸለመ ክብል ብምግላጽ ጀነራል ብልጽግና ብትሪ ኣጠንቂቑ ኣሎ። ዝርዝር ሓበሬታ ክህልወና እዩ። ንሓረስቶት ትግራይ ዝውዕል ክልተ ቢልዮን ብር ኣለና ዝበሉ ኣይተ ዓለም ብርሃን ኣሪፈዮ ካብ ዝተፈላለዩ ተዓዘብቲ ከቢድ ተቃውሞ ይገጥሞም ኣሎ። ንሓደ ትካልን ንሓደ ውልቀ ሰብን ጥራሕ ዘይኮነስ ህወሓት ከም ውድብ እውን ንሴራን ስልጣን ዝተፈጥረት ውድብ ኣቢልዋ ኣሎ። ብዝርዝር እንድሰብ ጉዳይ እዩ። ብምኽንያት እቲ ዝሓለፈ ሰሙን ዝተገበረ ወስኽ ዋጋ ነዳዲ ብምትኳስ ኬንያውያን መራሕቲ መኻይንን ዋናታት መኻይንን ስራሕ ብምቁራጾም ብኣሽሓት ዝቑጸሩ ተጓዓዝትን ትካላት ንግድን ተዓናቒፎም ሓያል ተቃውሞ ናይሮቢ ናበይ ከምርሕ ይኸውን ዝርዝር ዜና ድሕሪ ደቃይቕ ከነስዕብ ኢና።
ካልእ ዜና ድማ ሓይሊ ባሕሪ ኤርትራ ሕጂውን ዕስራን ሽዱሽተን ዕጡቓት የመን ኤርትራ ነጻ ብምልቃቕ ናብ ወደብ ሑዳይዳ ሎሚ ከምዝኣተወ ምስ የመን ቅርበት ዘለወን ማዕከናት ዜና ዘርጊሐንኦ ኣብ ዘለዋ ጸብጻብ ኣብ ዝሓለፈ ሓምሳን ሓደን የመናውያን ከምዝተፈትሑን ሕጂ ድማ ዕስራን ሽዱሽተን ከምዝተፈትሑ ብምግላጽ ሕጂውን ዝተረፉ ከምዘለዉ ገሊጸ። ናይ ሎማዓንቲ መደብና እዚ ይመስል ነይሩ። ኣብ ቐፃሊ ብሓዱሽ መደብ ስከዕ ንራኽብ ኣብዚ ዘለኹሞ ሰናይ ይምነየልኹም።